ሰላም ከመይ ትውዕሉ ድሓን ዶ ዊዕልኩም ዊክኤንድ ከመይ ሓሊፉ ዌል ትማሊ ንሕዳ ተኸታቲልኩሞ ኮንኩም ኣብ ኢቢኤስ ናይ ወፃኢ ጉዳይ ናይ ፈረንሳይ ናይ ወፃኢ ጉዳይ ብዛዕባ ብዛዕባ ወደብ ዓሰብ ኣመልኪቱ ዝተዛረቦ ዘረባ ነይሩ። ወደብ ዓሰብ ኢትዮጵያ ከም ሓውሲ ይግበኣ ዓይነት እዩ ግን ብምርዳእ ገለ እዩ ዝብሎ ብድኾነ ግን ኣነ ሎማዓንቲ ንሓደ መሓዛና ሆላንዳዊ'ዩ ኣብ ጀርመን ዝነብር ኣብ ከተማ ጉልክሽታት ትብሃል ዝቕመጥ ምክንያቱ ንወደብ ሃምቦርግ ክትኣቱ ከለካ ሓደ ካናል ኣሎ ኤልበ ካናል ዝበሃል ነተን መራክብ መሪሑ ደኦትዩ ሃርበር ፓይለት ዝበሃል ዕድመ በዓል ጸጋይ ወዲ ሱሳን ሸሞንተን ዓመት ጽቡቕ ኣፍልጦ ባሕሪ ሕጊ ባሕሪ ዝፈልጥ ክኢላዩ ሕቶታተይ ሒዘ ከይደ ብሓንሳብ ሻሂ እንዳሰተና ተዘራሪብና ማለት እዩ። ሕጂ ሓንቲ ካብቲ ሕቶ ዝሓተትክዎ እንታይ እያ ሓንቲ ሃገር ካብቲ ገማግም ባሕሪ ዋላ ትቕረብ እምበር ወደብ ንሕዳ ደይብላ ብሕጊ ናይ ዓለምና ይፍቀድ እዩ ምስ በልኮ the answer is no ኢለኒ ሕጂ እንታይ ዝብል ኣሎ ሊንክታት እውን ዝሃበኒ ኣሎ

ንምዕራባውያን ከገልግልሉ ዲዛይን ዝኾነ ሕጊ እዩ። ስለዚ ካብዚ ሕጊ እዚ ሃገራት ሳልሳይ ዓለም ተረባሕቲ ንክኾና እቲ ሕጊ ክቕይሮ ይኽእሉ እዮም ኢልኒ ኣብ ኢዶም እዩ እዚኣ ፅቡቅ ጌርካ ክትፈልጣ ኣለካ ኢልኒ ንኣብነት ሕጂ ንኣብነት ዝኾነ እንትኾን ሃገር ንሓንቲ ሃገር ጥሒሳ ክትኣቱ ይፍቀድ እዩ ንብል ብሰማይ ብመሬት ብባሕሪ ግን ይገብርዎ እዮም ኢልኒ ጥሕሶ እዮም ስለዚ እዚ ሕጊ ኢልካ ትካትዓሉ የለን ንዕኦም ደርብሖም እዮም ድርዮ ስለዚ ሕጂ እቶም መርተይሲ እቶም ንሕና እቶም ኤርትራውያን ንበሃል ህዝቢ እዚ ኣብ ግምት ከነእትዎ ኣለና ሕጊ ናይ ዓለም ኣየፍቅድኒ ኢልና ክንካታዕ ኣይንኽእል ኢና በርከቲ ሕጊ ዲዛይን ዝኾነ ንዕኦም እዩ ንዓና ስምዒትና እቲ መስቲ ገማግም ባሕሪ ዘለና ከም ጸጋና ከም ሃብታና ክኸውን ይኽእል እዩ ኣዲ ኢንዲ ግን ንዑም ብጥዕሞም ጌሮም እቲ ሕጊ ጠዋውዮም ክገብሮ ይኽእሉ እዮም ስለዚ እታ መልሲ ኖ ኢልኒ ከም ኣብነት ከ እንታይ ብ ንኣብነት ኢልኒ እዚ ወደብ እዛ ዑማን ትበሃል ሃገር እቲ ናታ ወደብ ሰለስተ ወደብ ኣለዋ እተን ወደባተን ከማን ፖርት ሳላሕ ትበሃል ኣላቶም ፖርት ሱልጣን ቃቡስ ፖርት ሾራ ፖርት ደቁም ኣርባዕተ ወደባት ኣለዎም እዘን ወደባት እዚኤን ኩሉ እቲ ምምሕዳር ኣብ ትሕቲ ሆላንድ እዩ። ሕጂ ኢልን ሆላንድ ነቲ ወደብ ተኻርያቶ በቲ ስምምዕ መሰረት ክንደይ ፐርሰንት እያ ዑማን ትወስድ፣ ክንደይ ፐርሰንት እያ ሆላንድ ትወስድ። ግን ብስምምዕ ግን እቲ ወደብ ግን ኣብ ትሕቲ ምሕደራ ናይ ሆላንድ እዩ። ሆላንድ ኦነር እዩ ናቱ። ንበል ወደብ ናይ ፒሪዮስ ዓዲ ግሪኽ ዋንኡ ቻይና እዩ፣ ግን ኣብ ዓዲ ግሪኽ እዩ። ተርዲኡ ሓለኽ ባሃላይ ኣብ ወደብ ሃምቦርግ ንምጻእ ናይ ቻይና ትካል ኣይ ቲንክ ሲስኮ ዝበሃል መስለኒ ገለ ፐርሰንት ዋና ናይቲ ወደብ እዩ ተረዲእኩም ኣሎ ባህላይ ብኸምስ ስም ዓዲ ግበር ኣሎ ኣብዚ ናይ ዓድኹም እንድሕር ደኣ መፂና ኢልኒ ብዓይኒ ሕጊ ዋላ እውን እቲ ንፋስ ባሕሪ ይሸትቶም ኢትዮጵያውያን ብሕጊ ናይ ዓለምና መሰረት ኢትዮጵያ ይብፅሓኒ እዩ ክትብል ኣይትኽእልን እያ ኣይትኽእልን እያ ግን እንታይ ክግበር ይከኣል መስቲ ብዝሒ ናይ ኢትዮጵያ ህዝቢ ዘለዋ ነቲ ወደብ ዋላ እውን ዲፕሎማስያዊ ዝምድና ኣይሃሉ ፅቕጢ ክግበረላ ክእል እዩ ንኤርትራ ኢትዮጵያ ነቲ ወደብ ቀረፅ ከፊላ ብግቡእ ክትጥቀሙሉ ዝብል ስምምዕ ገለ ፅቕጢ ክገብሩ ክሉ ክገብሩ ክእሉ እዮም ኢትዮጵያ ግን ካልእ ሕልሚ እዩ ዘለዋ ሚሊታሪ ቤዝ እውን ክትገብር እዩ ድልየት ዘለዋ እዚ ሕጂ ሌሎ ናይ ፈረንሳይ ፎሬን ሚኒስተር ከምኡ ኢሉ። ከምቲ ዓንተወይ ቀዲመ ዝበልኩኹም እቲ ናይ ዩናይትድ ኔሽን ሕጊ ኣየፍቅድን እዩ። ግን እቲ ሕጊ ባዕሎም ዲዛይን ዝገበርዎ ስለ ዝኾኑ ፈረንሳይ ካብተን ቬቶ ሃገራት እያ ካብተን ካብተን ሃይ ሜምበር ዝኾነት ኣብቲ ዩናይት ኔሽን እያ ኩላትና እኳ ማዕረ እኮ ኩለን ሃገራት እኳ ማዕረ ኣይኮናን ካብተን ሓያላን ሃገራት ደድምፃ እያ ፈረንሳይ ነው ክቕይርዎ ይኽእሉ እዮም ኣብዚ ግዜ እዚ ከኣ ኢለኒ ካብ ኤረትራ ኢቶፕያ ተገዱሶም ብቁጠባ ድዩ ብብዝሒ ህዝቢ ድዩ በቃምጣ ድዩ እቲ ሒዞሞ ዘለዎ ናይ ዲፕሎማሲያዊ ፕላን ድዩ ስትራተጂ ድዩ ኢልና ዓድኹም ካብ ኩሉ ዕጽዎት እያ እቲ ናይ ኤርትራ ስርዓት ሲ ንዓለም ክፉት ኣይኮነን ስለዚ ኢትዮጵያ ስለ ደገድሶም ፈትያ ጸሊኣ ኤርትራ ወደብ ክትጥቀም ኢሎም ከገድድዋ ክእሉ እዮም ኢቨን ኢልኒ ኢቨን እንድሕር ድኣኒ ኣብ ምትህላኽ ኣትዮም ከማን በቃ እቲ ተስዓን ሰለስተን ዝገበርኩሞ ሪፈረንደም ቫሊድ ኣይኮነን ኢሎም ኣብዚ መፅናዕቲ ተገበረን ኢሎም ቆሪሶም ክዋ ክል እዚ ሕጂ ኣበይ ኣጋጢሙ ኣብ ቬትናም ኣጋጢሙ እዩ ኣብ ሰሜን ቬትናም ገለ ክፋል መሬት ናይ ቬትናም ንላኦስ ድዩ ንካምቦድያ ተዋሂቡ እዩ ምክንያቱ ላኦስ ገምገም ባሕሪ የብላን ተረዲእኩም ኣሎ በሃላይ ስለዚ እንታይ ክብለኩም ኢለ እቲ ትማሊ ናይ ወፃኢ ጉዳይ ፈረንሳይ እተዛረቦ ብዛዕባ ኣፍ ደገ ባሕሪ ይግባእ እዩ ክብል ከሎ በቲ ናይ ኢንተርናሽናል ሕጊ ኣቲኹም ቸክ ግበሮ ኢኹም

ኢስትዌንያ፣ ላኦስ፣ መንጎልያ፣ ዛምብያ፣ ኮሶቮ፣ ሴርብያ፣ እዘን ሃገራት እዚኤን ካብ ባሕሪ ርሑቕ ኣይኮናን። ፈጺመን ካብ ባሕሪ ርሑቕ ኣይኮናን፣ ጥቓ ባሕሪ እየን። ኣብዚ ሰዓት እዚ ግን ወደብ ይግበኣኒ ኢላ ተዕገርግር ዘላ ዝሓቱ ዘለዉ ኢትዮጵያ እዮም። ሓደ እዚ ኣብ ግምት ክነእትዎ ዘለና ሓደ ኢሳያስ ዝገበሮ ስምምዕ ኣብ ጅዳ ኣይ ቲንክ ኣብ ወደብ ዶ ተኮረ እዩ መስለኒ ባፅዕ ንዓኻ ዓሰብ ንዓኻ ክብሎ ከሎ ዝኮረኩም ክኸውን እዩ ካልኣይ እቲ ናትና እቲ ብዓድና ዘሎ ምሕደራ ሓደ ሕሱር ምሕደራ ስለ ዝኾነ ስለምንታይ ንጅቡቲ ይደይሓቶም ድገርመኩም ቅድሚ ሕጂ ነጊረኩም እየ ንኢትዮጵያ እቲ ድቀረበ ወደብ ዜላዕ እዩ ድበሃል እዩ ዜላዕ ሌሰይ ካብ ድሬዳዋ ሲ ኣይ ቲንክ ናይ ፊው ኣዋርስ ኣይ ቲንክ ዋን ኣወር ኤንድ ሃፍ ገለስ ኣሽሙ ኣለካ ማለት እዩ ኣብቲ ወደብ ዜላዕ ኣለካ ማለት እዩ ስለዚ በቃ እቲ መንግስትና እቲ እቲ ዓድና ዘሎ መንግስትና ኢለ እቲ እቲ ዓድና ዘሎ ምሕደራ ኣዝዩ ሕሱር እ፣ ምርድዳእ ዘይፈልጥ ስለ ዝኾነ እ፣ ብ- ብዓለም ተነጽሎ ስለ ዘሎ እዚ ኣብይ ኣሕመድ ካብ ኣድቫንተጅ ወሲዱ እ፣ እ፣ ክስታይ ማንተይሲ እዚ እ፣ ዓሰብ ይግባእኒ ይብል ነይሩ ቅድሚ ሕጂ እውን ዝከረኩም እንተኮይኑ ሶማል ወደብ በርበራ ዝበሃል ወደብ በርበራ እኮ ርሑቕ ኣይኮነን ካብ ካብ ቀብረት ደሃር ቀብረት ደሃር መሬት ኢትዮጵያ እዩ ተደክሞ ኣሎ በሃላይ ግን እቲ ዝቐረበ ንኢትዮጵያ ግን ወደብ ዜላዕ እዩ ንእሽተይ ወደብ እያ ግን ከተማዕብሎ ገለ ትኽእል ኢኻ ብድኾነ እንታይ ክብለኩም ኢለ መስቲ እቲ ናይ ፎሬን ሚኒስተር ናይ ፈረንሳይ ዝተዘራረቦ ትማል ዝገበሮ ኢንተርቪው ኢትዮጵያ ይግበኣይ ምባሉ ኦሬዲ እቲ ናይ ኢንተርናሽናል ሕጊ ድብሎ እቲ the law of the sea ከምቲ እቲ ዓርከይ ዝነገረኒ እቲ ሕጊ ዲዛይን ዝኾነ ንዖም ብዝጥዕሞም መገዲ እዮም ዲዛይን ገይሮም ግን ኣለዋ ሃገራት ሕጂ ንኣብነት ወደብ ዘይብለን ሃገራት ብሰላም ዝነብራ ንኣብነት ሃንጋሪ ስሎቫኪያ ቼክያ ኣውስትርያ ስዊሰርላንድ እዚኦም ፈፂሙ ወደብ የብሎምን ግን ሓደ ስምምዕ ገይሮም ምስ ፖላንድ ምስ ጀርመን ምስ ሆላንድ ምስ ቤልጅም ሉክስምበርግ ሃ ወደብ የብላን ናቶም ኣቑሑት ብመገዲ ሆላንድ ንኣብነት ሕጂ ብሮቶርዳም ወይ ፍሊሲንገን ወይ ኣምስተርዳም ወይ ዴንሄልደር ገይረ ቁሑቶም ይመፅእ ወይ ከዓ ደሌፍት ሳይል በት ሰሜን ናይ ሆላንድ ሓንቲ ንእሽተ ወደብ ኣላ ኣብ ሆላንድ ኣብ ጀርመን እውን ብመገዲ ወደብ ብሬመን ወደብ ሃምቡርግ ወደብ ኪል ወደብ ሮስቶክ ገይሩ መፆም ማለት እዩ ይኖ ብፖሎን እውን ከምኡ ስለዚ ብስምምዕ ዝገርመኩም በዚ ሆላንድን ጀርመንን መዓት ገንዘብ እዮም ደእትዉ ናይ ብሓቂ ስለዚ እቲ ሓደ ነገር እንታይ እዩ በዚ እቲ ፈረንሳይ ዝዛረብዎ ዝነበረ ኦሬዲ ከምዚ ብናተይ ዝበጽሓኽዎ ገምጋም ናተይ ገምጋም እዩ ናተይ ገምጋም እዩ ኦሬዲ እዛ እዛ ወደብ ዓሰብ ትበሃል ኦሬዲ ከምዚ ደይተኸፈተ ናይ ክሪስቲማስ ካዶ ምሻሎ ንደቅና ገለ ኣብ ትሕቲ ገረብ ኮፍ ነብለሎም እታ ወደብ ዓሰብ ጊፍት ንኢሳያስ ንኣብይ ኣሕመድ ንኢትዮጵያ ከም ተዋህበት ጌርካ ውሰዳ ይድሊ ዝዓርከይ እንድሕዳ ናይ ፈረንሳይ ኣርእዮ ከኣንኖ እቲ ናይ ፈረንሳይ ሚኒስተር ምስ ተዛረበ ሁኖውስ በዚ ኣጋጣሚ እዚ ሰላም ትርኽቡ ትኾኑ ኢልኒ ግን ኤኒሃው እቲ እቲ ዘለዎ ገምጋም ምስቲ ተመክሮ ናይ ባሕሪ እሱ ብጣዕሚ ኣዝዩ ነዊሕ ዓመት ኣብ ባሕሪ ሲ ዳርጋ ሓምሳን ገለን ዓመት ዝሰርሐ እዩ መዓልታዊ ናይ ዝተፈላለያ ሃገራት መሪሑ ንወደብ ሃምበርጎ ዘእቱ እዩ ሕጂ ኢልኒ በቃ ዋላ እቲ ሕጊ ኣየፍቅድ ይቕይርዎ እቲ ሕጊ ኢልኒ እንታይ ትገብሩ ኢልኒ ይቕይርዎ እቲ ሕጊ በቃ ተቐይሩ እዩ ሕጊ ቴለሙሃ እንታይ ትገብር ካብ ዕለት ዓሰርተ ኣርባዕተ ጁላይ ተቐይሩ እዩ ሕጊ ቴለሙሃ እንታይ ትገብር ስለዚ ምናልባሽ መንሽሙ ፅቡቕ ገይረ ምፅእዋ ደስ ኢልኒ ይከኣሎ ሓውና ካብ ካልኦት ሚድያታት እውን ክትወፅእ ተፀቤ ነይረ ናታቶም ገምጋም እውን ከቕምጡ ተፀቤ ነይረ ብልኾነ ግን ዳርጋ ኣብ ሰሙን ክልተ ግዜ ዝሪኦ ሰብ ስለ ዝኾነ ምስ ሓተትክዎ ግዜ ወሲዱ ጽቡቕ ጌሩ ኣረዲእኒ። ንኣብነት ኣዘርባጃን ካብ ገምገም ባሕሪ ርሑቕ ኣይኮነትን። እቲ እቲ ካስፒያን ሲ ዝበሃል ዕጹው ባሕሪ እዩ። ግን ምስ ኣርሜንያን ምስ ጆርጅያን ብጣዕሚ ሕማቕ ሪሌሽን እዩ ዘለዎም። ግን ኣቑሑቶም ብወደብ ቲብሊሲ ጆርጂያ ጌሩ ንክኣቱ ስምዒ ጌሮም ንብሮም ብቱርኪ ጌሩ መጾም ማለት እዩ ብቱርኪ ወይ ከዓ ብጆርጂያ ማለት እዩ ስለዚ ኣብቲ ቀንዲ ርእስተይ ክመፅእ እቲ ኢንተርናሽናል ሕጊ ባሕሪ ኖርማሊ ኣየፍቅድን እዩ ሓንቲ ሃገር ንሓንቲ ሃገር ብመሬትን ብኣየርን ብደይ ፍቓድ ናይ ሓንቲ ሃገር ክትሓልፍ ኣይፍቀድን እዩ ኢላ ሰምዕ እንተደይ ገርካ ብሓይሊ ከድካ ከኣ እሞኒ ጥቃ ጥቃ ባሕሪ የግባና ኢልካስ ክትወስዶ ናይ ሕጂ ንኣብነት ነው ከም ኣብነት ኢለ ነው እሱ ሕጂ ከድኩም ኤርትራውያን ነቲ ናይ ኣባይ ፋፋቴ ይግባኣና እያ ክትብሉ ትኽእሉ ርሑቅ ከይኮነን ካብ ትግራይ ኮ ርሑቅ ኣይኮነን ንኣብነት ካብ ጾሮና ወይ ከዓ ካብኡ ምንሓጀር ርሑቅ ርሑቅ እኳ ኣይኮነን ተረዲእክሞ ኣሎ በሃላይ ሕጂ ግን ሞር ኮንፊዝ ከይገብረኩም ኣብቲ ቀንዲ ኣርእስተይ ትማሊ ናይ ወጻኢ ጉዳይ ፈረንሳይ ወደብ ዓሰብ ኢትዮፕያ ይግባኣ ክብል ከሎ ፐርከ ዝከረኩም እንተኾይኑ እዚ ናይ ቅድሚ ክልተ ዓመት ኣብይ ኣሕመድን እሰያስን ፍቅሪ ሒዝዎም ከሎ ኣነ ኣብ ሞምፕልየ ዝበሃል ከተማ ቐመጥ እየ ማርሰይ ርሑቕ ኣይኮነን ኣብኡ ብዙሓት ኢትዮጵያውያን ኔቪ ክመሃሩ ዝመፁ ነይሮም ብፍላይ ቀዳም ገለ ተኸድካ ትሪኦም ኢኻ ኣብቲ ከተማ ኣብቲ ባራት ኣብቲ ገማግም ባሕሪ እቲ ናይ ኔቪ ካዴት ክዳን ተኸዲኖም ገለ ትርኢ ኢኻ ድሓር ግን ኣብዛ ውግእ ትግራይ ገበን ምስ ገበሩ ፈረንሳይ ንኩሎም ሰጉጋቶም ንኩሎም ነቶም ኔቪ ኣይ ቲንክ ሓሙሽተ ሚእቲ ድዮም ነይሮም ገለ ሰጊጎሞም ማለት እዩ ፈረንሳይ እውን ፕሮሚስ ኣትያትሎም ነይራ እያ ንኢትዮጵያ እንድሕር ድኣ ወደብ ዓሰብ ምስ ሻዕ ምስ ኤረትራ ተሰማሚዕኩም ክስታይ ጌርኩም መርከብ ናይ ውግእ ፈረንሳይን ህንድን ክህብኦም ተሰማሚዐን ኔረን ግን እቲ ፍቕሮም ቀልጢፉ ስለ ተወደአ ኣብ ትግራይ መጺኦም ገበን ስለ ዝገበሩ ገለ እዚ ኩሉ እኩብ ድምር እቲ ዝነበራ ፕላን ኢትዮጵያ ካንስል ጌራታ እያ ኣይቀጸለቶም ተምሃሮ መርከበኛታት እውን ንዓዶም ተመሊሶም ማለት እዩ። ሕጂ ግን ናይ ወፃኢ ጉዳይ ሚኒስተር ናይ ፈረንሳይ ኣብ ኢትዮጵያ እዩ ዘሎ ንኣብይ ኣሕመድ ትማሊ ኣብ ኢቢኤስ ኢንተርቪው ክገብር ከሎ ከም ዝበሎ በቃ ወደብ ዓሰብ ኢትዮጵያ ይግባእ ገለ ኢሉ ተዛሪቡ ሎ ኣነ ዋላ ተቐማጣይ ዓሰብ ኣይኹን መሬት ህዝበይ እዩ እቲ ኣብ ዓሰብ ዝቕመጥ ዘሎ ህዝበይ እዩ ሶማርቲ ሚላ ወደብ ዓሰብ ብሓይሊ ክትውሰድ ኣይደልን እየ ግን ሓንቲ እሙንቶ ኣላትኒ ኢትዮጵያ ረብሓና እንተሓልያትልና ዋይኖት ንሕና ረብሓ ኣደ ንሕልወላ እዘን ኩለን ሃገራት ኣብ ኤሮጳ እነብረን ዘለዋ ሕብረት ኤሮጳ እኮ እክብካብ ናይ ረብሓ እዩ ረብሓ ወኒ የስ ብረብሓ እዮም ዝራኸቡ ቁጠብኦም ይዓቢ ህዝቦም ከዓኒ ብሰላም ይነብር ማለት እዩ ስለዚ ብዙሕ ነገር ኣላዓይልለይ እቲ ዓርከይ ግን ከምዚ ቦምባ ደደርብየለይ ኮይና ተሰማዕትኒ ኢልና ዓሰብ ልክዕ ከምዚ ናይ ክሪስቲማስ ጊፍቲ ተሸፊና ዘላ ብናይ ሬጋሎ ወረቐት ንኢትዮጵያ ክትዋሃብ ገለ ኢሉ ገሊጸለይ ማለት ብድኾነ ከምዚ መስል የቐንየለይ ድሕር ድኣ ሓድሽ ሓበሬታ ኣሊኒ እውን ሸር ክብለኩም እየ ሰላም መዓልቲ ቻው ሰብኣይ ሓንሳብ ዝዛረብ ሓንሳብ ወስ ዝብል ሕሜታን ጸለመን ኣመልን ተኣምር ዘለዎም ሰባት ምኒን ይብሉ ዓሌታውያን ይኾኑ ቀቢላውያን ይኾኑ ኣውራጃውያን ይኾኑ ኣብ መጨረሻ ከይዶም ከይዶም ግን ባልሽ ዘምጽኦ ለውጢ የለን በርገና ሓመዱ ማዕበል ማዕበል ኮይንኻ ብማዕበልነቱ ናይ ተቓላሳይ ናይ መንነት ተሃልዎ ናይ ምንቅስቓስ ይኹን ናይ ገለ ይኹን ኩሉ ዋጋ ዝኸፈለሉ ስለ ዝኾነ ንኹሉ ብማዕረ እዩ ዝብፅሖ ከምኡ ስለ እተባህልካ ግን ናይ ምንቅስቓስካን ናይ ገለኻን ሕጥቦ ወይ ከዓ ኣጀንዳ ሒዝካ መፂኻ ብሽም በድገና ሓመዱ እንዳሸቀጥካ ንበድገና ሓመዱ ክተፍርስ ምድላይ ናይ ሞት ሞት ስለ ዝኾነ ኢድኩምን እግርኹም ትእክቡ